ሰብ ክብለጽ ንሰባት ይቐርብ እዩ፣ ክብለጽ ዝቐርብ ግና ንጥቕሚ ዘይብሎም ነገር እዩ። ንኽመሃር፣ ንኽፈልጥ፣ ኣተሓሳስባ ንኽከስብ ኢሉ ናብ ሰብ ዝቐርብ ግን ውሑድ እዩ። ሰላም ሰላም ናይ ሸዊት ዩቱብ ተኸታተልቲ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላም እየ እግዚኣብሔር ይመስገን ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለመሓንቲ ከዓኒ ብሓድሽ ቪድዮ መፅኤኩም ኣለኹ ማለት እዩ ነዛ ቪድዮ ክትጅምሩ ከለኹም ላይክ ብምግባር ጀምሩ ኢኹም ሓደሽትን ዝኾንኩም ድማ ሰብስክራይብ እንዳገበርኩም ቤተሰብ ኩኑ ክብለኩም ይፈቱ ማለት እዩ ለመሓንቲ ብጣዕሚ ደስ ልብል ነገር እየ ሒዘልኩም መፅእ ዘለኹ ብዙሕ ትምህርቲ ክትረኽቡላ ኢኹም ክትኸስቡላ ኢኹም ኢለ እየ ሒዘያ መፅእኹ እኒኹና ሓቢርኩም ክሳብ መወዳእታ ምሳይ ክፀንሑ ድማ ብትሕትና ኣለዋኩም ማለት እዩ ዕርክነት እያ ትብል ማለት እዩ ዝበዝሑ ሰባት ቀዳማይ ዝገብርዎ ጌጋ መስ ብዙሓት ሰባት ምዝማድ ወይ ዕርክነት ምግባር እዩ ካብዚ ዝኸፍእ ጌና ምስ መን ይተዓራረኹን ይማኸሩን ዘየስተውዕሉ ምስ ዝኾኑ እዩ። ምስ ብዙሓት ሰባት ሰላምታ ክህልወካ ጽቡቕ እዩ። ምስ ብዙሓት ሰባት ቅርበት ክህልወካ ግን ጽቡቕ ኣይኮነን። ኢቲ ምንታይ ስለ ምንታይ ንሰብ ምክባር እዩ ውሑዳት ቀረብቲ ክህልውካ ጊን ዕላማ ምንባርካ እዩ ዋረን ባፍት ኢቲ ዝበለጸ ካባካ ምስ ዝበልጹ ምትዕርራክ እዩ ይብል እዚ ማለቱ ብልቦና ብሓሳብ ብስነ ስርዓት ንዝበልጽኻ እዩ እንተኾነ ዝበዝሕ ሰብ ኣነ ይበልጽ እምበር ካባይ ይበልጽ ኣሎ ምባል ስለዘይፈቱ ትሕትና ጌሩ ኪተዓራረኸካ ይኸብዶ እዩ። እዚ ጥራሕ ከይኣክል እውን ዝበዝሕ ሰብ ክተዓራረክ ከሎ ልቦና፣ ሓሳብ፣ ስነ ስርዓት ኣስተውዒሉ ዘይኮነ ገንዘብ፣ ብልዒ፣ ጊዛዊ ጥቕሚ ጠሚቱ ይተዓራረኽ ምዃኑ እዩ። ደንዘል ዋሽንትን እውን ምስ ሓሙሽተ በላሕቲ ሰባት ተተዓራሪካ ንስኻ ሻድሻዮም ክትከውን ኢኻ። ምስ ሓሙሽተ ደናቑር ተተዓራሪክካ፣ ንስኻ ሻድሻዮም ክትከውን ኢኻ ይብል ነበረ። ኣስተውዕል! ዕርክነት ጽልዋኡ ማዕረ ክንደይ ሓያል ምዃኑ፣ ዕርክነት ጠቓምን ጎዳእን ምዃኑ ክትስሕቶ ዘይግበኣካ ሓቂ እዩ። ጥቕሙ ካባኻ ምስ ዝበልጹ ምስ ትተዓራረኽ ብጽቡቕ ሓሳብ ትጽሎ እሞ፣ ከምኦም ክትከውን ዓብዪ ተኽእሎ ስለ ዘለዎ እዩ። ጉድኣቱ ካባኻ ምስ ዘይበልጹ ምስ ትተዓራረኽ ብሕማቕ ሓሳብ ትጽሎ እሞ ከምኦም ምዃን ስለ ዘይተርፍ እዩ። ብሓቂ ቃል ኣምላኽ እውን ኣይትታለሉ ሕማቕ ዕርክነት ንጽቡቕ ልማድ የጥፍኦ እዩ ይብል። እዚ ማለት ምስ ካብ ናትካ ንላዕሊ ክፉእ ልምዲ ዘለዎም ምስ ትተዓራረኽ ዝነበረካ ጽቡቕ ነገርን ጽቡቕ ልምድን እኳ ይጠፍእ እዩ ንምባል እዩ። እዛ ጽሕፈት ጠጠው ኣቢልካ ሓሙሽተ ካብ ትቐርቦምን ዝበዝሐ ግዜኻ ምስ ካብ ተጥፍኦን ሰባት ጸሓፍ። ዓይንኻ ዓሚትካ ብሓንጎልካ እዞም ሰባት እንታይ ይብሉኻ? እንታይ ይመኽሩኻ? ናበይ ይወስድኻ? ናይ መጻኢ መደቦም እንታይ እዩ? እስከ ሕሰብ። ካልእ ብተወሳኺ ኣቦይ ኩሉ ግዜ ዝበዝሐ ሰብ ካብ ጁባ እዩ ምስራቕ ዝፈቱ ንስኺ ግን ካብ ርእሲ ምስራቕ ፍተዊ ይብለኒ ነበረ። ማለቱ ዝበዝሐ ሰብ ንሰባት ዝቐርቦም ትሕዝቶኡ ካልኦት ክሰር ካልኦት ክስረቕ ወይ ክበለጽ እዩ ንስኺ ጊን ጽቡቅ ኣተሓሳስባ ንዘለዎም ሰባት ቅረቢ ሽዑ ንጽቡቅ ሓሳቦምን ጽቡቅ ባህሪኦምን ስረቂን ተበለጽሉን ንምባል እዩ። ሰብ ንኽብለጽ ንሰባት ይቐርብ እዩ። ክብለጹ ዝቐርቡ ግን ንጥቕሚ ዘይብሎም ነገር እዩ። ንኽመሃር፣ ንኽፈልጥ፣ ኣተሓሳስባ ንኽኸስብ ኢሉ ናብ ሰብ ዝቐርብ ግን ውሑድ እዩ። ብርግጽ፣ ሓደ ሰብ ናብ ገፋፊ ዓሳ ዝቐርብ ክልተ ነገር ንኽርባሕ እዩ። ወይ ዓሳ ከበልዕ ወይ ዓሳ ምግፋፍ ክመሃር። ዝበዝሕ ናብ ሰባት ዝቐርብ ግን ዓሳ ክበልዕ እምበር ምግፋፍ ዓሳ ክመሃር ኣይኮነን። ዝጠቕሙኻ ሰባት ቅርብ ከብድኻ ዝመልኡ ዘይኮነ ልቦናኻ ዘስፍሑ ኣተሓሳስባኻ ዘዕብዩ ከብድኻ መሊኡ ካልኣይ ግዜ ክጠሚ ይኽእል እዩ። ልቦናኻን ኣተሓሳስባኻን እንተዓብዩ ግን ጥሜትካን ድኻምካን ኣተሓሳስባኻን ይጠፍእ እዩ። ስለዚ ዝጸልዉኻ እምበር ዝሰማምዑኻ የዕሩኽ ኣይትግበር። እያ ትብል እዛ ጽሕፍቲ ቤተሰብ ማለት እዩ። ካብዛ ጽሕፍቲ ብዙሕ ነገራት ተማሂርኩም ክትኮኑ ትኽእሉ ኢኹም ቤተሰብ ማለት እዩ። ኣንሕና ንደቂ ሰባት ክንቀርብ ከለና ወይ ከዓ ንዕርኽቲ ክንመርፅ ከለና ንዓና ዝሰማምዑና ዘይኮነሲ ካባና ብሓሳብ ድዩ ብዝኾነ ይኹንስ ካባና ዝበለፁ ኣዕሩኽቲ ክንገብር ኣለና። ኣንሕና ደቂ ሰባት ካባና ብሃፍቲ ይኹን ብመልክዕ ይኹን በካዳድና ይኹን ብዝኾነ ብዙሓት ነገር ማለት እዩ ካባና ዝበለፁ ተኾይኖም ናብኣቶም ክንቀርብ ንእሽተን ንስከፍ ንሓፍር ኢና ማለት እዩ እውን ከምዚ ኣንሕና ካብኣቶም ትሑታት ዝኾንና መሲሉ እዩ ዝስምዐና ማለት እዩ ግን ከምዚ ዘይተሰምዐና ናብኣቶም ቀሪብና ዕሩኽ ኮይና ካብኣቶም ካብቲ ናቶም ልምዲ ብዙሕ ነገራት ካብ ፍልጠቶም ድዩ ካብ ልምዶም ድዩ ብዙሕ ነገር ክንመሃር ንኽእል ኢና ማለት እዩ። ካባና ለይወልጡ ተኾይኖም ወይ ከዓ ሕማቕ ልማድ ለለዎም የዕሩኽትና ተገይርና ከዓኒ ጽባሕ ንግሆ ኣንሕና ናብቲ ሕማቕ ግብርታቶም ወይ ከኣ ናብቲ ሕማቕ ልምድታቶም ኣንሕናሲ ውዒሉ ሓዲሩስ ናብቲ ናቶም ስራሕ ከም ንኣቲ እዩ ዝምህረና እዛ ጽሕፍቲ ማለት እዩ። ብርግጽ ድማ ከምኡ እዩ እግዚኣብሔር ኣምላኽ እውን ይብለና እዩ ሕማቕ ልማድ ንጽቡቕ ልማድ የጥፍኦ እዩ ይብለናና ምስ መን ንዓርኽ ወይ ከዓ መን እዩ መሓዛ ንገብርሲ ክንፈልጥ ኣለና ኣንሕና ካብኣቶም ክንመሃር እምበር ፅቡቕ ነገር ካብኦም ክንመሃር እምበር ሕማቕ ነገር ንምሃረሎም የዕሩኽ ክንገብር የብልናን ማለት እዩ እንታይ እዩ ዝበሃል ዝኾነ ምስል ኣለሲ ምስ ኣድጊያ ተዘዋ ምስ ኣድጊያ ዘውዓለሲ እንታይ እዩ ዝበሃል ምስል ኣሎና እስኻትኩም መልእለዮ ኮመንት ማለት እዩ ኣነ ይፈልጠን እየ መሊአ ማለት እዩ እና ምስ መን ክንዓርግ ከም ዘለና ክንፈልጥ ኣለና ማለት እዩ ቤተሰብ ማለት እዩ ካዛ ፅሕፍቲ ተማሂርኩምላ ተኮይንኹም ናብ ካልኦት መሓዝትኩም የሕዋትኩም ሸር ምግባር ኣይትሕመቑ ማለት እዩ ኩሉ ግዜ ኣብ ጎኒ ኮይንኹም ስለተበረታትዑኒ ድማ ብጣዕሚ እየ ዘመስግን እግዚኣብሔር የኽበረለይ ማለት እዩ ኣብ ቀፃላይ ድማ ብዝበለፀ ነገር ክመፅእ እየ ክሳብ ንራኸብ ድማ ሰሰነይ ንዓኹም ባይ ባይ